ሎሚ ቀልጢፍካ ለውጢ ንክተምጽእ ወይ ቀልጢፍካ ንክትህፍትም ኣብ ኣፍሪቃ እዩ ዝበለጸ ዝብል መቸም ብዙሕ ግዜ ኣብ ዝተፈላለየ ዓይነት ዲስካስ ሰሚዕኹም ኣለኹም። እዚ ኣበሃህላ ሓቂ እኳ እንተኾነት ይኹን እምበር ናይ ባዕሉ ሪስኪ ከም ዘለዎ ግን ንስሕቶ ኢና ኣይብልንየ። ስለዚ ኣብ ሎማዓንቲ እዛ ቪድዮ ዝተፈላለየ ዓይነት ኣብነታት ናይ ሓውና ህያብ ዘርኣይ ሲኢኦ ናይቲ ናይ ሶላር ዝኾነ ኣብ ናይ ፊደል ፊናንስ ኢንተርቪ ዝገበሩ ኣብነታት እንዳምጻኹ እየ ሓደ ብሓደ ክንርኢ እዚኣ ቪድዮ ንምንታይ እያ ትጠቕመና ንዝብል ነቲ ከባቢና ዘሎ ብዘየገድስ ኣብ ኣፍሪቃ ዲኻ ዘለኻ ካናዳ ኣሜሪካ ወይ ኣብ ኤሮጳ ኣለኻ ኣኣብቲ ንቕመጠሉ መቸን ዝተፈላለየ ዓይነት ዕድላት ከም ዘሎ ንስሕቶ ኢና ኣይብልኒ። እቲ ሕቶ እቲ ሓደ ነቲ ዝተውሃቦ ወይ ኣብ ከባቢኡ ዘሎ ጸጋታት ኣብ ረብሕኡን ኣብ ጠቕሙን ከውዕሎ እንከሎ እቲ ሓደ ከኣኒ ነቲ ምስኡ ዘየለን ኣብኡ ዘየለን ይጥምቶሞ ስለዚ ነቲ ኣብ ከባቢኡን ኣብኡን ዘሎ ኣብ ረብሕኡ ንኸየውዕሎ ዘይከውዕሎ ይኽእል እዩ ማለት እዩ ስለዚ ንሕና ከመይ ገርና እቲ ኣብ ከባቢና ዘሎ ጸጋታት ኣብ ረብሓና ክነውዕሎ ንኽእል ንዕኡ ክንድህስስ ኢና ክሳብ መወዳእታ ምሳይ ሓቢርኩም ክትጸንሑ ይዕድመኩም
ሪስክ እንድዩ ገለ ይብሉ ሕጂ ኣብቲ ሃብቲ ክትሃንጽ ከለኻ ኣብ ኣፍሪቃ ዶ ዝሓይሽ ኮይኑ ዝስማዓካ ምኽንያቱ ከም ዝራኣኻዮ ከም ትዝዕለል ኔኻ ኣብ ካናዳ በጺሕካ ኢኻ USA ድዩ ኢንግላንድ ዝተፈላለየ ሃገራት ሪኢኻ ኢኻ ብዓብዩ ኣብ ዝተፈላለየ ሃገራት ካኣ ትሰርሕ ኣለኻ ሕጂ ሃብቲ ክትሃንጸሉ ትኽእል ቦታ ኣብ ኣፍሪቃ ዶ ኮይኑ ዝስማዓካ ወላስ ኣብዘን ናይ Western Countries።
መጀመርያ ንፊደል ፊናንስ ሓውና ብጣዕሚ እየ ዘድንቆ ወይ ኣድኒቀዮ ንመትከል ሓውና ንመትከል ዘርኣይ ማለት እዩ ዓዲሙ ከምዚ ገይሩ ከዘራርቦ ስለ ዝኸኣለ ማለት እዩ ልዕሊ ኩሉ መትከል ሓውና ከምዚ ገይሩ ፍልጠቱ ወይ ቶም እሱ በፂሕዎ ዘሎ ንሕና ከዓ ካብኡ ክንምሃር ሓሳባቱ ከይበቐቐ ከምዚ ገይሩ ሸር ክገብረና ምኽኣል ከዓ ብጣዕሚ ደስ ኢልኒ ንካልእ ግዜ እውን ከምዚኦም ንፉዓት ሕውታት ናይ ሕብረተሰብና ኣብቲ ቆጠባ ድዩ ኣብ ናይ ህወት ዕውታት ከምዚ ማለት ስለዚ እቲ ሓቶ ከምቲ ኣብ መእተዊ ድበልኮ ማለት ኣብ ኣፍሪቃ ናይ ባዕሉ ዝኾነ ሪስክ ኣለዎ ናይ ባዕሉ ዝኾነ ፖዚቲቭ ዝኾነ እውን ኣለዎ ስለዚ እቲ ቀንድን ኣገዳስን ኣብዚ እቲያ ሕቶ ሓትዎ ደሎ ፊደል ፊናንስ ማለት እዩ ሓውና መትከል ከኣ እንታይ ዓይነት ግብረ መልሲ ክህበ እዩ ክንሰምዓ ኢና ማለት እዩ።
ጽቡቅ ነገር እቲ እቲ ስራሕ ኣብ ኩሉ እንድዩ እቲ ኣፖርቹኒቲስ ኣብ ኩሉ እዩ ዘሎ ሕጂ ኣበይ ኣፖርቹኒቲ ትርኢ እዩ እቲ ዘረባ ምሽ ሬድ ካር ቲዮሪ ዝበሃል ኣሎ ናይ ቀያሕ ማኪና ቲዮሪ ሓደ ኣስራሒኡ ንሓደስ እንታይ ይብሎ ሎማዓንቲ ክትመጽእ ኮለኻ ካብ ካብ ገዛ ሲ ክንደይ ቀያሕቲ መኪና ርኢኻ ኢልዎ ባእ እንድዒ ክንደይ ሓንቲ ዶ ርኤ ክልተ ዶ ይኾን ኣብቲ ስቶፕ ኣብ ትራፊክ ላይት ገለ ገለ ኢልዎ ኦኬ እሞ በቃ ጽባሕ ክትመጽእ ከለኻ ግን ዝረኣኻየን ቀያሕቲ መኪና ቆጺርካየን ምጻእ ኢልዎ ሕጂ ክምለስ ከሎ ንጽባሒቱ ቆጺሩ ቆጺሩ ሽዱሽተ ማኪና ሎማዓንቲ ሽዱሽተ ቀያሕቲ ማኪና ሪኤ ኣሎ ኣፖርችኒቲ ከኣ ከምኡ እዩ ኣፖርችኒቲ ኣብ ኩሉ እዩ እታ ቀያሕ ማኪና እኮ ኣብኡ ነይራ እያ ቅድሚኡ ነይረ ንሱ እዩ ዘይርኢ ነይሩ ክጥምት ምስ ጀመረ ነታ ቀያሕ ማኪና ኢሉ ክጥምት ምስ ጀመረ ግን እታ ቀያሕ ማኪና ኣብኡ ከም ዘላ ሪኦ ማለት እዩ ሕጂ ኣፖርችኒቲ ኣብ እዚ መትከል ሓውና ክብሎ ዝጸንሐ ሕጂ ኢቲያ ቀንዲ ናይዛ ቪድዮ ኣርእስቲ ውን ንሕናሲ ከመይ ገርና ነቲ ከባቢና ዘሎ ንርኢ ከምቲ በዓልቲ እቲ ሰራሕተኛ ነታ ቀያሕ መኪና ከስተውዕለላ ምስ ተሓተተ ወይ ክንደይ መኻይን ክርኢ ኣለዎ እቲ ወሃብ ስርሑ ምስ ሓተቶ እንታይ ገሩ ክቆጽር ጀሚሩ ኣብ ከባቢኡ ክንደይ መኻይን ኣለዋ ስለዚ ኣብ ከባቢና ዘሎሲ ከመይ ገርና ኣብ ራብሓና ነውዕሎ እቲ ምሳና ዘየለ ምሳና የለን እንታይ ትበሃል እንታይ ኣበሃህላ ኣሎ ሓደ ቃልሲ እንድሕር ደኣ ስኻ ኣብቲ ስኻ ትኽእሎን ኣብቲ ስኻ ትፈልጦን እንድሕር ደኣ ፎክስ ናትካ ኣብኡ ተኮይኑ ንክትዕወት ደሎ ተኽእሎ ዓብይ ነገር እዩ እንታይ ደኣ ብኣንጻሩ እስ ኣብቲ እስኻ ዘየብልካን ኣብቲ እስኻ ዘይትኽእሎን ኣብቲ እስኻ ዘይትበጽሖን እንድሕር ደኣ ትጥምት ተኾንካ ከኣ ብኣንጻሩ እቲ እስኻ ክትረኽቦን ወይ ክትበጽሖን ደሊኻ ዘለኻ ብኣንጻሩ እዩ ማለት እዩ ደይ ክትረኽቦን ደይ ክትበጽሖን ትኽእል ኢኻ ስለዚ እንድሕር ደኣ ንስኻ ገንዘብ ተውዒልካ ኣብ ከባቢኻ ዘሎ ካልእ ተወሳኺ ስራሕ ሰሪሕኻ ተወሳኺ ገንዘብ ክተእቱ ትኽእል እያ። እንድሕር ደኣ ንስኻ ናይ ብሓቂ ሃፍቲ ወይ ናጻ ሓርነት ቆጠባ እንድሕር ደኣ ትደሊ ተኾንካ ኣብ ስቶክ ማርኬት ገንዘብካ ወፍሪ ክትገብር ትኽእል ኢኻ። ስለዚ እቲ እቲ ሕቶ ኣብ ኣፍሪቃ ወይ ኣብ ኣሜሪካ ወይ ኣብ ካናዳ ዘይኮነስ እንታይ ደኣ ኣብቲ ንስኻ ትቕመጠሉ ዘለኻ ከባቢ ኣብኡ እዩ ዘሎ ኣብኡ ጠምት ኣብኡ ፈኩስ ግበሪ ስለዚ እንድሕር ከምዚ እንተ ጌርና ኢና ከኣኒ ንሕና መጀመርያ ነቲ ከባቢና ዘሎ ጸጋታት ናባና ክንሪኦ ምስ ጀመርና ብድሕሪኡ ከኣ እቲ ናትና ፈኩስ ወይ እቲ ናትና ኣጠማምታ እንዳዕበየ ይኸይድ ማለት እዩ ስለዚ ብኣንጻሩ ከኣኒ ኣብዛ ቪድዮ መጀመርያ ሓጻር ገብራ ስለ ዝደለኹ እምበር መትከል ሓውናሲ እንታይ ኢሉ ኣሎ ብዚ ሰብሲ ውጽኢት ናይ ኣተሓሳስብኡ ኢዩ። ብርግጽ ንሕና ውጽኢት ናይ ኣተሓሳስባና ኢና። ንስኻ እቲ ህይወት ትመርሖ ዘለኻ ወይ እቲ ሎሚ ዘለካ ህይወት ስቕ ኢሉ ዝመጸካ ወይ ስቕ ኢሉ ኣጋጣሚ ኣይኮነን። እንታይ ደኣ እቲ ስኻ መዓልታዊ ትሓስቦን ወይ መዓልታዊ ትሓስብዮን ንዕኡ ኢና ነንጸባርቖ። ስለዚ ንሕና ውጽኢት ናይቲ ኣተሓሳስባና እንድሕር ደኣ ጎጁፍ ሰብ ተኾንካ እቲ ኣተሓስባኻ ወይ እቲ ውጽኢትካ ንዕኡ ተንጸባርቖ ኣለኻ ማለት እዩ። እንድሕር ድኣ ሃፍታም ሓሳባት ተሃሊካ ከኣ ሃፍታም ተኾንካ ከኣ ብርግጽ ናይ እትሓስቦ ኢኻ። ስለዚ ንሕና ውጽኢት ናይ ኣተሓሳስባና ካብ ኮና መጀመርያ ኣብ ኣተሓሳስባና ፎክስ ክንገብር ኣለና። ብድሕሪኡ ኣብ ከባቢናን ኣብቲ ንሕና ዘሎናዮን እንድሕር ደኣ እንተጠሚትና፣ ከምታ ቀያሕ በዓልቲ፣ እቲ ወዲ ነታ ቀያሕ መኪና ክቆጽረር ምስ ጀመረ፣ ብዙሓት ክረክብ ወይ ብዙሓት ክርኢ ዝጀመረ፣ ንሕና ከኣ ከምኡ ንኽንከውን እያ እዚኣ ቪዶ መልእኽታ ነይራ። ስለዚ I hope ትሕግዘኩም በዓል ምሉእ ተስፋ እየ። ንኻልኦት ሰባት ክትባጻሕ ኣለዋ እንድሕር ደኣ ተኢልኩም ከኣ ሸር ግበርዎም። ኣብ ካልእ ብኻልእ ክሳብ ንራኸብ። ደሓን ኩኑ ቻው ቻው። ካብዛ ቪድዮ መጀመርያ ብዙሕ ዝብሎ ነገር ነይሩ እንተኾነ ግን ሓጻር ቪድዮ ክገብር ስለ ዝደለኹ ወይ ሓጻር ሓጻር ክገብራ ስለ ዝደለኹ እዛ